Hello everyone, ሰላም ኩላትኩም and welcome back to our day 15 of our English learning challenge ናብ ናይ 15 መዓልቲ ናይ እንግሊሽ ብድሆ እንቋዕ ብደሓን መጻኹም Today's topic is something we all do ናይ ሎሚ መዓልቲ ትምህርትና ኩላትና ንገብሮ ወይ ከዓ ኩላትና ኣብ መዓልታዊ ህይወትና ንጥቀመሉ ይኸውን ስለዚ ሾፒንግ ወይ ከዓ ኣብ ድኳን ኣቲና ክንዕድግ ወይ ዝኾነ ክንገዝእ ምስ እንደሊ እንታይ ዓይነት ቃላት ክንጥቀም ንኽእል ኢና ክንመሃር ሎሚ

ኦኬ ሌትስ ጌት ስታር ስቴፕ ዋን ኣስኪን ፎር ቲንግስ ኢን ደ ስቶር ኣብ ውሽጢ ድኳን ዘሎ ንብረት ምሕታት ወይ ከዓ ምፍላጥ እንታይ ዓይነት ቃላት ንጥቀም ምስ ንብል ደ ሲምፕለስት ወይ ቱ ኣስክ ፎር ሳምቲንግ ኢን ኤ ስቶር እታ ዝቐለለት መንገዲ ኣብ ውሽጢ ድኳን ዘሎ ንብረት ንምሕታት እንታይ ንብል ኣይ ውድ ወይ ከዓ ኩድ ኣይ ሃቭ ኢልና ንጅምር ማለት እዩ ኣይ ውድ ኩድ ኣይ ሃቭ ኣይ ውድ ኢልና ዝደለናዮ ነገር ነስዕብ ማለት እዩ ወይ ከዓ ኩድ ኣይ ሃቭ ኢልና ዝደለናዮ ነገር ነስዕብ ንኣብነት ኣይ ውድ ላይክ ቱ ኪሎስ ኦፍ ኦኒየንስ ፕሊስ ኣይ ውድ ላይክ ኢልና ጀሚርና ምሾ ይደሊ ማለት እዩ ኣይ ውድ ላይክ ቱ ኪሎስ ኦፍ ኦኒየንስ ፕሊስ ፕሊስ ክንብል ከለና ኸዓ ናይ ትሕትና ምልክት ማለት እዩ ስለዚ ክልተ ኪሎ ሽጉርቲ ትደልየ ነይረ ወይ ከዓ ክልተ ኪሎ ሽግርቲ ደሊ ኣለኹ ንብል ማለት እዩ ስለዚ ኣይ ውድ ላይክ ኢልና ንጅምር ማለት እዩ ዝደለናዮ ነገር ንምዝራብ ካልኦት ከዓ ኩድ ኣይ ሃቭ ዋን ኪሎ ኦፍ ሳልት ኩድ ኣይ ሃቭ ዋን ኪሎ ኦፍ ሳልት ሓደ ኪሎ ጨው ዶ ይህልወኒ ወይ ከዓ ሓደ ኪሎ ጨው ደልየ ነይረ ንብል ማለት እዩ ሳልሴቲ ኤግዛምፕል ኩድ ኣይ ሃቭ ኤ ሾፒንግ ባግ ፕሊዝ ንኣብነት ፌስታል እንተደሊና ከ እንታይ ንብል ኩድ ኣይ ሃቭ ኤ ሾፒንግ ባግ ፕሊዝ ናይ ዱኳን ሳንጣ ዶ ይህልወኒ ወይ ከኣ ናይ ዱኳን ሳንጣ ደልየ ነይረ ንብል ማለት እዩ ስለዚ ኣይ ውድ ክንብል ንኽእል ኢና ወይ ከኣ ኩድ ኣይ ሃቭ ኢልና እቲ ንደልዮ ነገር ነስዕብ ማለት እዩ You can also say what you are looking for by using I'm looking for. I'm looking for እንተልና ከዓ ከም ዝደልየ ኣለኹ ወይ ከዓ ከም ዝደልየ ነይረ ንምባል I'm looking for ንብል ማለት እዩ። ንኣብነት ኣስቤዛታት ወይ ከዓ ንኣሕምልቲ እንድሕር ደሊና

ኦኬ ቱ ኣስክ ኢፍ ኤ ስቶር ሴልስ ደ ቲንግ ዩ ወንት ኣብ ሓደ ድኳን ኣቲና ኸዓ ትንደልዮ ንብረት ኣሎ ድዩ ወይ የለን እቲ ትደልዮ ንብረት ኣብቲ ድኳን ይርከብ ዶ ንምሕታት እንታይ ክንብል ንኽእል ዩስ ድዩ ሴል ድዩ ሴል እንተይልናዮም እንታይ ንብሎና ትሸጡ ዶ ንብሎም ኣለና ማለት ትሸጡ ዶ ንኣብነት Do you sell light bulbs? ጻዕዳ ኣምፖል ትሸጡ ዶ ወይ ከዓ ትሸጡ ዲኹም ንብል ኣለና ስለዚ እንታይ እጂ Do you sell እንተልና ትሸጡ ዶ ማለት ሓደ ነገር ዝደለናይ ነገር ንክሸጡልና ንሓቶም ኣለና ስለዚ Do you sell light bulbs እንተልና ጻዕዳ ኣምፖል ትሸጡ ዶ ወይ ከዓ ትሸጡ ዲኹም ንብል ኣለና ማለት እዩ ካልእ ካኒ Do you sell plant pots ናይ ኣትክልቲ ዕትሮ ትሸጡ ዲኹም ዲዩ ሃቭ ኤኒ ዋይት ቲሽርት ጻዕዳ ማልያ ኣለኩም ዶ ዲዩ ሃቭ ተልና ኸዓ ኣለኩም ዶ ማለት እዩ ዲዩ ሃቭ ኤኒ ዋይት ቲሽርት ጻዕዳ ማልያ ኣለኩም ዶ and the last one do you have shoe laces for the shoes ነዘን ነዘን ጫማ ዝኸውን ላቺ ኣሎ ድዩ ነዘን ጫማ ዝኸውን ላቺ ኣሎ ድዩ do you have shoe laces ማለት ላቺ ማለት እዩ ፎር ደስ ሹዝ ንዘን ጫማ ሹዝ ክንብል ከለና ጫማ ስለዚ ነዘን ጫማ ዝኾንላች ኣሎ ድዩ ንብል ኣለና ማለት እዩ ኦኬ ኢን ኤ ሾፕ ወን ኣን ኣሲስተንት ፊች ቲንግስ ኣብ ድኳን በዓል ድኳን ባዕሉ ዘቐብለካ እንድሕር ደኣ ኮይኑ እንታይ ኢልና ክንእዝዞ ንኽእል ስለዚ ዩ ክድ ሰይ ካኒ ጌሚ ኢልና እቲ ዝደለናዮ ነገር ኣስዒብና ፕሊስ ኣብ መወዳእታ ንብል ማለት እዩ ካን ዩ ጊቭ ሚ እንተልና ከተቐብለኒ ዶ ማለት እዩ ምክንያቱ ባዕሎም ዘቐብልኻ እንተኮይኖም ሓደ ድኳን ከተቐብለኒ ዶ ንብል ማለት ከተቐብለኒ ዶ ወይ ከዓ ክትህበኒ ዶ ማለት እዩ ንኣብነት ካን ዩ ጊቭ ሚ ፋይቭ ኦሬንጅስ ፕሊስ ሓሙሽተ ራንሽ ዶ ክትህበኒ በጃኻ እብሎ ኣለኹ ካን ዩ ጊቭ ሚ ካን ዩ ጊቭ ሚ እንተኢልና ክትህበኒ ትኽእል ዲኻ ወይ ከዓ ክትህበኒ ዶ ማለት እዩ ካን ዩ ጊቭ ሚ ፋይቭ ኦሬንጅስ ፕሊስ ሓሙሽተ ኣራንሽ ዶ ክትህበኒ በጃኻ ካን ዩ ጊቭ ሚ ዋን ኪሎ ባናና ፕሊስ ሓደ ኪሎ ባናና ዶ ክትበኒ በጃኻ ስለዚ ካን ዩ ጊቭ ሚ ንምንታይ ከም ትጥቀምሉ ከም ዝደለየ ወይ ከዓ ከም ዝሃበኒ ንምባል ክትበኒ ትኽእል ዶ ከምዚ ነገር ንምባል ማለት እዩ ዌን ዩ ሃቭ ዲሳይድድ ዋት ዩ ወንት ቱ ባይ እንታይ ከም ንገዝእ ወሲንና ምስ ወዳእና ከ እንታይ ንብል ምስ ንብል ከኣ ከምዚ እስከ ከምዚ ደልየ ነይረ ወይ ከኣ እዚ ሃበኒ ንብል ማለት እዩ ከምኡ ክንብል እንታይ ንብል ኣይ ዊል ሃቭ ወይ ከኣኒ ኣይ ውድ ላይክ ኣይ ዊል ሃቭ ወይ ከኣ ኣይ ውድ ላይክ ንኣብነት ኣይ ዊል ሃቭ ቱ ኪሎስ ኦፍ ቶማቶስ ክልተ ኪሎ ኮሚደረ እንታይ ንብል ኣለና ክልተ ኪሎ ኮሚደረ ደልየ ነይረ ወይ ከኣ ክህልወኒ ደሊ ኣለኹ ወይ ከም ዝመረፅናዮ ነገር ንነግር ኣለና ማለት ስለዚ ኣይ ውል ሃቭ ቱ ኪሎስ ኦፍ ቶማቶስ ቶማቶስ ስለዚ ክልተ ኪሎ ኮሚደረ ሃበኒ ማለት እዩ ኣይ ውድ ላይክ ሳም ፖታቶስ ገለ ድንሽ ሃበኒ ኣይ ውድ ላይክ ሳም ፖታቶስ ገለ ድንሽ ሃበኒ ማለት ወይ ከዓ ገለ ድንሽ ደሊ ኣለኹ ማለት ስለዚ ብሓፈሻ ቀጥታ ትርጉም ክህልዎ ይክእልኒ ግን ንምንታይ ኢና ንጥቀመሉ ወሲንና ወዲና ከምዚ ሃበኒ ንምባል ማለት ውሳኔና ከነፍልጦ ከለና እቲ በዓል ድኳን እንታይ ካ ትደሊ እንተልና ሕጂ ጽናሕ ወይት ሚኒት ንብሎ ንኣብነት ምሾ ጽናሕ እስከ ክሓስብ ወይ ከዓ ክመርጽ ሽዑ ምስ ወደእና ኣይ ዊል ሃቭ ኢልና ንጅምር ማለት እዩ ኤንድ ስቴፕ ቱ ካልእቲ ስቴፕ ከዓ ሰይንግ ዋት ዩ ሃቭ ቱ ዱ ኢን ደ ስቶር

ኣይ ሃቭ ቱ ማለት ሕጂ እንታይ እዩ ኣለኒ ወይ ከዓ ክንገብሮ ዝግበአና ነገር እንተኾይኑ ኣይ ሃቭ ቱ ንብል ማለት እዩ ኣለኒ ክገብሮ ኣለኒ ማለት ስለዚ ናይ ልደት ካርድ ክገዝአሉ ኣለኒ ይብል ኣሎ ካልኣይቲ ኤግዛምፕል ዊ ሃቭ ቱ ባይ ኤ ኒው ቫኪዩም ክሊነር ሓድሽ መፅረዪ ክንገዝእ ኣለና ስለዚ ዊ ሃቭ ሃቭ ዊ ሃቭ ኣለና ወይ ከዓ ክንገብሮ ዘለና ንምግላፅ ማለት እዩ ኣይ ሃቭ ጋት ቱ ኦርደር ደ ቡክስ

ሃው ማች ኣር እንተልና ከዓ ንብዙሕ ነገራት ማለት እዩ ሃው ማች ኣር ንብል ክንደይ እዩ ማለት እዩ ብሓፈሻ ንኣብነት እስከ ንርአ ሃው ማች ዳዝ ኢት ኮስት ክንደይ እዩ ዋግኡ ሃው ማች ዳዝ ኢት ኮስት ክንደይ እዩ ዋግኡ ሃው ማች ኢዝ ዚስ ጃኬት እዛ ጃኬት ክንደይ እያ ሃው ማች ኢዝ ዚስ ጃኬት እዛ ጃኬት ክንደይ እያ ሃው ማች ኢዝ ዳት ቲሸርት እዛ ካምቻ ክንደይ እያ? How much are those shoes? እዞም ጫማ ክንደይ እዮም? ዋጋ ንሓትት ኣለና ማለት እዩ። ወይ ከዓ ዋት ኢዝ ዘ ፕራይስ እውን ክንብል ንኽእል ኢና። ዋት ኢዝ ዘ ፕራይስ እቲ ዋጋ ክንደይ እዩ ማለት እዩ። ግን መብዛሕትኡ ግዜ ሃው ማች ኢልና ኢና ንጅምር። ሃው ማች ዳዝ ኤ ኪሎ ኮስት ንኪሎ ክንደይ እዩ? ሃው ማች ዳዝ ኤ ኪሎ ኮስት ንኪሎ ክንደይ እዩ? ሃው ማች ዱ ዶስ ሶክስ ኮስት እዞም ካልሲ ክንደይ እዮም ኦኬ ኤ ሰለር ካን ሰይ ከምዚ ምስ በልናዮ ሃው ማች ምስ በልናዮ ከዓ እቲ ሸያጣይ ወይ ከዓ እቲ በዓል ድኳን እንታይ ኢሉ እዩ ዝምልሰልና እንታይ ይብለና ወይ ከዓ ዋጋ ምስ ነገርና ኣሎ ድዩ ክንብሎ ከለና ኢትስ ኣቨለብል ይብለና ኢትስ ኣቨለብል ኢትስ ኣቨለብል እወ ኣሎ ማለት እዩ ኢትስ ኣቨለብል ኢትስ ኣቨለብል ማለት እወ ኣሎ ክበና ከለኹ እንታይ ይብለና ሂር ዩ ኣር ሂር ዩ ኣር እነሀልካ ይብለና ማለት እዩ ከምዝለካ ድዩ እንተልና ወይ ከዓ ከምዚ ምፀለይ ምስ በልናዮ ካን ዩ ጊቭ ሚ ዳት ጃኬት እታ ጃኬት ዶ ከተበኒ ወይ ከተርእየኒ ምስ በልና ሂር ዩ ኣር ይብለና እነሀልካ ይብለና ኢትስ ኣቬለብል ከኣ እወ ኣሎ ማለት እዩ። ዋጋ ምስ ሓተትናዮ ከኣ ሃው ማች ኢዝ ዛት ጃኬት ኢለዮም ሸው ክንደይ እያ እታ ጃኬት ትሽየጥ እንተኢለዮ ከኣ እንታይ ኢሉ ክምልሰለይ ዳት ኢዝ ኢሉ ይጅምር ማለት እዩ ዳት ኢዝ 150 ዳት ኢዝ 270 ዳት ኢዝ 350 እንዳበለ ዋግኡ ይነግረና ማለት እዩ ኦኬ ደን የስ ኦፍ ኮርስ ዊች ሞዴል ውድ ዩ ላይክ ምስ ሓተትናዮ ኸኣ ንኣብነት ዱ ዩ ሃቭ ደ ጆርዳን ደ ጆርዳን ሹ ንኣብነት ከምኡ እንተኢልናዮ እተ ናይ ጆርዳን ጫማ ኣለካ ድዩ እንተኢለዮ እንታይ ክብለና ኽእል እንተሃልይዎ የስ ኦፍ ኮርስ እወ ናይ ግድን ዊች ሞዴል ውድ ዩ ላይክ ኣየናይ ዓይነት ኢኻ ደሊኻ ይብለና ማለት የምርፀና ኣሎ ስለዚ የስ ኦፍ ኮርስ ማለት እወ ናይ ግድን ማለት እዩ ዊች ሞዴል ውድ ዩ ላይክ ተልና ኸዓ ኣየናይ ሞዴል ወይ ከዓ ኣየናይ ዓይነት ኢኻ ደሊኻ ይብለና ማለት እዩ ኤንድ ካልእ ካ እንታይ ክብለና ኽእል Yes what size and what color እወ ኣየናይ ዓቐን ኢኻ ደሊኻ ከመይ ሕብሪ ኢኻ ከደሊኻ ይብለና ማለት እዩ የስ ዋት ሳይዝ ኤንድ ዋት ከለር ድዩ ወን ዓቐን ዓቐንካ ክንደዩ ወይ ከዓ ከለር ከንታይ ሓደ ሊኻ ንምባል ማለት እዩ ካልእ ከዓ እንታይ ክብለና ክእል ትራይ ኢት ወይ ከዓ ቼክ ወዘር ኢትስ ኦራይት ትራይ ኢት ኦን ማለት ፈትኖ ወይ ከዓ ፈትኖ እስኪ ማለት እዩ ቼክ ዌዘር ኢትስ ኦራይት ይኣኽለካ ዲስ ከፈትኖ ማለት ዌዘር ወዘር ኢትስ ኦራይት ክብለና ከሎ ከዓ ኦኬ ግሬት ጆብ ቱደይ ናይ ሎም ዓንቲ ትምህርትና ወዲእና ኣለና ዩ ሃቭ ለርንድ ተማሂርና ኣለና ሃው ቱ ኣስክ ፎር ቲንግስ ኢን ደ ስቶር ከመይ ጌርና ኣብ ዱካን ኣቲና ንሓትት ሰይንግ ዋት ዩ ሃቭ ቱ ዱ ኢን ደ ስቶር ኣብቲ ዱካን ከንታይ ክንብል ከም ዘለና ክንብል ከም ዘለና ኤንድ ናይ መወዳእታ ከኣ ኣስኪን ደ ፕራይስ ኦፍ ቲንግስ ዋጋታት ከመይ ጌርና ንሓትት ርኢና ማለት እዩ ስለዚ ሾፒን ኢንግሊሽ ኢን ኢንግሊሽ ውድ ናው ቢ ማች ኢዘር ፎር ዩ ስለዚ ብእንግሊሽ ሾፕ ምግባር ቀሊልኩም ከሆን ተስፋ ገብር ዶን ፎርጌት ቱ ፕራክቲስ ዲስ ፍሬዝ ዘ ኔክስት ታይም ዩ ኣር ኣውት ሾፒንግ ስለዚ ዝኾነ ንብረት ክትገዝኡ ከለኹም ክትጥቀምሉ ይምሕፀነኩም ኤንድ ኢፍ ኢንጆይ ዲስ ለሰን እንድሕር ዳ ፈቲኹሞ ከዓ ቢ ሹር ቱ ሳብስክራይብ ሳብስክራይብ ምግባር ኣይትረስዑ ፎር ሞር ሄልፕፉል ቻሌንጅ ዝተፈላለዩ